ከዕልለካ ዶ ኣብዚ ዕስራ ሰነ ቁም ነገር ከም ተሳእነ ነዚ ተዕልለኒ ደኣ ኸይትብለኒ እምበር መዕለልኩኻ ብዛዕባ ደቂ ገዛውትኻ እንቋዕ እባ ነዚ ኣይረኣኹ መበልኩኻ ሓዝ በል ትዝክሮ ዶ ቐደም እቲ እኳ ሃገር ከተምጽእ ክትቀዳደም ትዝክሮ ዶ እቲ ጎረቤትካ ማልሻ ስርናይ ትብሎ ዝነበርካ ኣማዕቢልዎ ኣማዕቢልዎ እኮ ኣብ ውላዱስ ማልሻ ዶላር ቀይርዎ ደላይ ፍትፍትካ እዮም ዝብልዎ እንተደልዮም ይስዕምዎ ተደልዮም ይጸፍዕዎ ትዝክሮ ዶ እቲ ቐደም ወደ ገባ ዝነበረ ሕሩጭ ዘምጽእ ደም ንጹሓ እንዳተደረ እወ ኣማዕቢልዎ ኣማዕቢልዎ ሎሚ በዓል ናጽነት ኣብዒሎም ኢሉ ብሕርቃን እንዳሰኸረ እንቅዓ እንዳጭበርበረ ኣሎ ኣብ ቲቪ ተሓቢኡ ናይ ሓሶት እንዳፈከረ የማይ ቀይሕ ሓወይ ብሰለይ ኣብ ዓውደ ኲናት ኮይኑ ዝደበኒ ዝክሮዶ እቲ ፈዳይን ከለኻ ጸላም ተጎልቢቡ ዝጠቀሞ ስምካ ኣማዕቢልዎ ኣማዕቢልዎ ሎሚ ምስ ህዝቡን መንግስቱን ዝዓረደ ሃሰው ኢሉ ኣሳይለም ከመንጥል እዩ ምውዓሉ ብካሜራ ኣለልዒሉ ንፈረንጂ ሸቕሉ

ኣሎ ኣሎ ታሪኽ ሰውራ እንዳበለለ ንስውኡን ዕላምኡን እንዳቃለለ ዘይነበረ እንዳዕለለ ዓዲመ እየ ከይበለ ዘዝመጸሉ ይዛረብ ሕፍር እኳ ይበለ ኣታ እቲ ጸረ ስለያ ከለኻ ናይ ጸላኢ እዝኒ ኾይኑ ዝጸንሓካ ካብ ኢድካ ክሃድም እኳ ዓይኑ ዝሰኣነ ኣሎ ኣሎ ታንኪ ክማርኽ እየ ሰንኪለ ይብል ከይሓፈረ፣ ቦታን ግዜን ውዕልኡ እንዳቐያየረ። ካብኡ ዝገደደ ዓባይ ትግራይ ይብል ኣሎ። ኤርትራ ምርኣይ ስኢንዋ ደም በርበሪ ዝብል ዘሎ። ኣታ ትዝክሮ ዶ ተኣኔንያ ትፈትዎ ዝነበርካ ወደደይ ምንያ ኣሎ ኣሎ ኣስመራ ተዘይኣትየ ኣይኣኔናን እየ ይብለና ኣሎ ካብ ኣኔና ሓሊፍና እሞ መን ኢና ክንብሎ ይገርመካ እዩ ኣብዘይ ዓቕሙ ፈኸራ ወዲእና ኣሎ ኣንታ ትዝክሮ ዶ ተሓዊ ዳሩ ሓዊ ጀቤና ኣብዚ መሰዮ ምሕዳሩ ንብሎ ዝነበርና እወ ኣሎ ኣሎ ሓንቲ እንዲ ተመርዒሩ ካብ መረብ ቁሩብ ስግር ኢሉ በቃ ፈቲኹም ጸሊኹም ምስ እንዳሓዊ ሓደ ኢኹም እያ ዘለዎ ኣይ እንዳቦኡ ኣይ እንዳድዩ በቃ ኣብዛ እንዳሓዊ ገዛውቲ ኹላ መረብ ሰጊር ክሕሰብ እዩ ዝብላ ወረ ሕልፍ ሓሊፉስ ሃገር ብምልእታ እዩ ሽም ቀይርላ ዓባይ ትግራይ እንዳበለ እዩ ዝዋጥየላ ኣንታ ረሲዐልካ እባ እቲ ክፍሉ ዓዲ ዓድኻ ምባል ዝኣመሉ ኣሎ ኣሎ ኣሎ ከምኣ ኢሉ ፍቕሩ ራጃ ቐቢላ መሊሱ ብኢስሉ ኣህጉራት ሰጊሩ ዓዲ ጓና እንዳነበረ ንባዕሉ ብኣረጊት ኣርእስቲ ሰብ ከተፋንን እዩ ምውዓሉ ተላባዒ ሕማም ኢሎም ሳጓ ውፅዮምሉ ኣይትንእሶ ኣይትዓብዮ ማዕሪ ረኺቦምሉ ብኻኳ ናይ ጥምቀት ኣስሪሖምሉ ክንደይ ክንብሎ ይኣኽለና ኣቦ ጉንበት ኣደ ሰነ ብዙሓት እዮም ዝሃፈፉ ብሃንደበት ሎሚ ቐነ እንዳስተንፈሱ ዘየለዉ እንዳተጓዕዙ ዝዘዘው ዘይመሰሎም ዝነቐዙ ናብቲ ሓደ ዝገዓዙ ኣትዮም ክንደይ ክንብሎም ዘለዓለማዊ ዝኽሪ ንሰማእታትና